ሰላም ሎሚ ቀዳማይ ሚኒስትር ኣብይ ኣሕመድ ደርጊሕዎ ኣሎ ባእሲ ምስ ኢሳያስ። ጸቡ የተጀመረው ብዙዎች እንደሚያስቡት የቀይ ባህር ጉዳይ ሲመጣ አይደለም። ባእስና ካብኡ ጀሚሩ ኣብ ፕሪቶርያ ከኣ መሊኡ ንትግራይ ከየጥፈእኹ ብምባል እዩ ገዲዱ ኢሉ። ከምኡ ውን ብዛዕባ ትግራይን ህወሓትን ዝተዛረቦ ውን ክንዕዘብ ኢና። እዚ ጥራሕ ኣይኮነን ናብ ትግራይ ውን ብሎሚ ዕለት በረራ ተጀሚሩ ኣሎ። እቱ ተቋሪጹ ዝጸነሐ በረራ ሎሚ ብዕሊ ጀሚረ ኣለኹ። ተመስገን ጎይታይ ተመስገን ጎይታይ እንኳዕ ዘራእኻና። ብልቕፅል እውን ሃይለ ደደቢት እውን ብዛዕባ ፀረ ድሮን ዝበሎ። ትግራይ ፀረ ድሮን የብላን ኣይኮነን ዝብል ዘሎ ኣለዋን የብላን ክንደይ ኣለዋን ኣብ ዝብል ኣይንኣቱን እምበር ተዘይኮነ ግን ኣብ ሕድሕድ ወረዳ ፀረ ድሮን ክህሉ ኣለዎ። ንዚ እውን ግቡእ ዝኾነ ግብረ መልሲ ክህልወና እዩ። ሰናይ ምክትታል። ሰላምታይ ረሳዕኹይ ሰላም ሰላም ኩታትለባግሸ ኢንተርቴመንት ተኸልቲ ኳዕ ብሰላም ናብ መደብና ብድሓን መጻኹም። ሎምን ከምቲ ልሙድ ኣብ ዝህልውን ኣዘራረብቲ ዘለዎም ዛዕባታት ሒዘልኹም መጽየ ኣለኹ። ከም ዝተለመደ እዚ ቪድዮ እዚ ናብ ብዙሕ ሰብ ክበጽሕ ስለ ዘለዎ ኩልኹም ላይክ ምግባር ከይትርስዑ። ንቐጽል። እሺ ብትኽልቲ እስቲ ከም መእተዊ ክኾነና ብሎም ዕለት ብጣዕሚ ዘሐጉስ ዜና ሰሚዕና ኣለና ብንግኡ ጥዑም ስማዕ እዩ ከም ዝፍለጥ በረራ ናብ ትግራይ ተቋሪፁ ነይሩ ንሓሙሽተ መዓልቲ ብ ሎሚ ዕለት ግን በረራ ተጀሚሩ ኣሎ ብዙሕ ሰብ ውን ተሓጒሱ ኣሎ እስቲ እዛ ደስ ትብል ዜና ንስማዕ። ደስ ዝብል ዜና! ሰላም ሰላም ክቡራት ተኸታተልቲ ገዛ ስሓቕ እቱ ተቋሪፁ ዝፀነሐ በረራ ሎሚ ብዕሊ ጀሚሩ ኣሎ ሎማዓንቲ ሰዓት ሓደን ኣርባዓን ማለት እዩ ላብ መቐለ በረራ ተካይዱ ኣሎ እዙይ ብጣዕሚ እዩ ደስ ዝብል እዙ ቪድዮ ላብ ኩሉ ላብ ዝተጨነቁ የሕዋትኩም ሸር ግበርዎ የቐንየለይ። ሙሉእ ሰላም ይግበረልና። እሺ ፍትክልቲ ከም ትሰምዕዎ ዘለኹም እዩ ኣዝዩ ዘሕጉስ እዩ ብፍላይ እዚ በረራ ናብ ትግራይ ብምቁራጹ ብዙሕ ሰብ ሰጊኡ እዩ ነይሩ ለለ እቲ ኩናት ክጅመር ድዩ ብልብል ግን ከም ትዕዘብዎ ዘለኹም ብሎሚ ዕለት በረራ ተጀሚሩ ኣሎ ፈለማ በረራ ክግበር ተሎ ድማ እቶም ኣብ መቐለ ዝነበሩ እውን ሓጎሶም እናገለጹ እዮም እሲ እዛ ቪድዮ እዚኣ እውን ንከታተል ተመስገን ጎይታይ ተመስገን ጎይታይ እንኳዕ ዘራእኻና እንኳዓ ዘረኣኻና ተመስገን ጎይታይ ኩሉ ይከኣለካ ተመስገንኻ ብርሃን ጌርኻልና ተመስገንኻ
እሺ ብትክልቲ ከም ትዕዘብዎ ዘለኹም ብዙሕ ሰብ እውን ኣመስጊኑ እዩ ብፍላይ እዛ ኣጀር ክትመፅእ ተላ ብዙሕ ሰብ እግዚኣብሔር ይመስገን እናበሉ እናመስገኑ እዮም ናይ ብሓቂ ዓብዪ ተስፋ እዩ ከዚ እውን እዚ ኩናት ወረ ኩናት ኣየድለናን በይዘ ወይ እዞም መብዛሕትኡ ግዜ ኩናት ዝደልዩ ወይ ናይ ኩናት ዝሰብኩ እቶም ኣብ ክልተ ዓዲ ኮፍ ኢሎም ክጥዕሞም ትግራይ ክጥዕሞም ኢመሪካ ዝመላለሱ ሰባት እዮም ኩናት ዝእውጁልና ዘለዉ ሃምለ በዓል ሚኪ ትግራይ እውን ኸዚ ናብ ኣዲስ ኣበባ ዒስራ ሰላሳ ሽሕ ኣይትኽፈሉ ኣይትኹዱ እዩ ዝብል ዘሎ እስቲ እንታይ ከም ዝብል ንስማዕ ክፍሉ ማለት እዩ
ዓሰርተ ሽሕ ይኣኽለኩም እቲ ዕስራ ሽሕ ግን ናብ ትግራይ ክንገብሮ ኢና ማለት እዩ ቀልዲ እንድየ ዝሓውስ ዘለኹ ግን ኣይተረደእኩም ዘሎ ደሓን እቲ ቁም ነገር ግን ሓቀይ እየ ካብ ሕሞራ ሒዙ ይሃድም ኣሎ በቃ ራዕዲ ተኡ ዝነበረ ሽፍታ እቲ ለይባ እቲ መጭበርበሪ ሒዙ እንታይ ይገብር መስለኩም ዓሰርተ ሽሕ እናኸፈለየ ናብ ጎንደር ይጓየ ኣሎ ካብ ትግራይ ዝገርመኩም ማለት እዩ እሺ ቅድሚ ክል- እ፣ ትማሊ ድዩ ቅድሚ ትማሊ ዕስራ ሽሕ እናኸፈሉ ካብ ትግራይ ንኣዲስ ኣበባ ይወፁ ኣለዉ ኢሎም ሓበሬታ ሰይዶም ሎ ነይሮም ትማሊ ምሸት ብኣይ ሪፖርት ዝረኸብክዎስ ሰላሳ ሽሕ በጺሑ ኣሎ ሂዚ ንሓደ ሰብ ብመኪና እየ ዝብለኩም ዘለኹ ብኣየር ከይመስለኩም ብመኪና ካብ ትግራይ ነዲስ ኣበባ ሰላሳ ሽሕ እናኸፈሉስ ይወጹ ኣለዉ ተጋሩ ናብ ናብ ኢድ ጸላእቲ ናብ ኢድ ጸላእትስ ሰላሳ ሽሕ ከፊልካ ትኸይድ ሒዝስ ኣብ ቀረባ ክትመውት ስለ ዝደለኻ ማለት ኮዩ እምበር ትግራዋይ ኮንካስ መቸም ኣዲስ ኣበባ ከድካ ንኣኻስ ኣየናሕስየልካ ንፀላእ እዚዩ ስለዚ ኣንቱም ተጋሩ ኮይንኩም ሒዚ ኣዲስ ኣበባ ትሃድሙ ዘለኹም ሰላሳ ሽሕ ትኸፍሉ ዘለኹም ብጣዕሚ ትገርሙ ኢኹም ምክንያቱ ፅባሕ ንጎ ኣሲሩ ንስኻትኩም መጀመርታ ሕወሓት ኢኹም ልኡኻት ኢኹም ኢሉ ንኣኹም መጀመርታ ክኣስር ንኣኹም ይቀትል ስለዚስ ቃልሲ ንቃልሲ ኣብ ዓድኹም ኮይንኩም ተቃለሱ ኣዲስ ኣበባ ከይኩም ግን ክሓንቀኩም እንተሎ እቲ ገመድ እሾኽ ዘለዎ ገመድ ገይሩ ይሓንቀኩም ኣብ ኣዲስ ኣበባ ዋይ ኣነ ዋይ ኣነ እንታይ ኮይነ መን ዘ- ዘይተነገርኩ ነይረ ከይትብሉ ነግረኩም ኣልና ቅዲምና ኣብ ትግራይ ኮይንካ ት- ትቃለስ ኣብ ቦታኻ ትኸውን ኣብ ደገ ዘለና ኸዓ ብዘልናዮ ኮይና ንቃለስ
ሚኪ ሓወይ ንምንታይ ደኣ ኢኻ እስኻ ሃዲምካ ከዚ ከም ዝፍለጥ ሚኪ ሓውና ኣብ ትግራይ እዩ ነይሩ ቅድሚ ክልተ ሰሙን እዩ ወፂኡ ኩናት ቶግ ምስ በለ ምስ ሰምዐ እዩ ሃዲሙ ዘሎ ስለዚ ንምንታይ ደኣ እስኻ ሃዲምካ ንምንታይ ኣብ ትግራይ ኾንካ ለይትቃለስ እወ ካብ ኣብ ትግራይ ኣነ ብኲናት ልነብር ኣብ ኣዲስ ኣበባ ተኣሲረ ምንባር ይሕሸኒ ብልቕፅል እውን እቲ ህዝቢ ክንደየናይ ኣቕለሽልሽዎ ከም ዘሎ ብኲናት ኢኻ ትዕዘብ ሰላሳ ሽሕ ከፊልካ እወ ከቢድ እኮ ሰላሳ ሽሕ ቀሊል ቅርሺ ይኾነ ሰላሳ ሽሕ ከፊሎም ናብ ኣዲስ ኣበባ ክመፁ ተለዉ ግን እቲ ህዝቢ ክንደየናይ ሰጊኡ ከም ዘሎ ኢኻ ትዕዘብ ኣነ ባይ ዘ ወይ እኮ ልገርመኒ እንታይ ድዩ እሊ በዓል እስኻትኩም ክትገብርዎ ዘይትኽእሉ ሲ ንዓና ክትእዝዙና ትምክሩ ኣብ ዓድኹም ኹም ተቃለሱ ንዓ እንዶ እስኻ ኣብ ዓድኻ ኹንካ ተቃለስ ንዓ ብደስ ልበለካ እተ ተደሊኻ ብሱዳን እተ ተደሊኻ ብኤርትራ እተ ተደሊኻ ብናይ ኢትዮጵያ ኣየር መንገዲ እተ ግን እስኻትኩም ክትገብርዎ ለይትኽእሉ ሲ ንዓናስ ንምንታይ ኣብ ትግራይ ለይትሞቱ ኣይንሞት እዩ ብራዘር ሶሪ ከዚ እውን የኾነ 30 ሽሕ ሓደ ሚሊዮን ከፊለ እውን ኣነ ካብ ትግራይ ክወፅእ እየ እንድሕር ኩናት ተተላዒሉ ምክንያቱ ትማሊ ልሐለፍኽዎ ዋጋ ኣነ ከዚ ክኸፍል ይደሊ ት ትማሊ ሓወይ ዝሰኣንኽዎ ከዚ እውን ክስእኖ ይደሊ ኣድላይ ተኮይኑ ንምንታይ ሓደ ሚሊዮን ዘይኸፍሉ ባይዘወይ ሚኪ ሓውና ለዋዕሉ ሰለስተ ሚእቲ ሽሕ ከፊሉ እዩ ናብ ኣሜሪካ ሃዲሙ ዘሎ ንምንታይ ደኣ እስኻ ኣብ ትግራይ ይኹንካ ለይትቃለስ ለይትጋደል ኣዝዩ ልሕዝን እዩ ባይዘወ እሊ በዓል ሚኪ ኩሉ ግዜ ዓገብ ክንብሎም ኢና ብፍላይ ኣነ ኣጥቢቐ እየ ነዚ ሰብ እዚ ክሕዞ ብልቕፅል ሃይለ ደደቢት እውን ብዛዕባ ፀረ ድሮን ዝበሎ እውን ኣዘራራቢ ኮይኑ ኣሎ እስቲ እንታይ እዩ ኢሉ ንስማዕ። ድሮን ከምፅእ ፀረ ድሮን የድሊ ፀረ ድሮን የለን ማለት ኣይኮነን ትግራይ ፀረ ድሮን የብላን ኣይኮነን ዝብ ዘሎ ኣለዋ የብላን ክንደ የለዋን ኣብ ዝብለ ይንኣቱን እምበር የብላን ግን ኣይኮነን ዝብ ዘሎ ግን ይወሰኽ ማለት እዩ እንተንኣሰብ ሕድሕድ ወረዳ እንተኾነ ኣብ ሕድሕድ ጣብያ ተዘይኮነ ግን ኣብ ሕድሕድ ወረዳ
ፀረ ድሮን ክህሉ ኣለዎ። ትግራይ ድሮን ክትዕጠቕ ኣለዋ። ከምታ ትማል ዝበልኩዋ ብድሮን እንትጮ እንድያ ተወቂዓ እንትጮ ትመስል ከተማ ምውቃዕ እዩ።
እሹ ተኸልቲ ከም ትዕዘብዎ ዘለኹም እዩ እለ በዓል ሃይለ እውን ኣብ ሚድያ ክንደየናይ ከም ዝፍክሩ ክንደየናይ ገዘፍቲ ከም ዝኾኑ ኢኻ ትዕዘብ ከዚ እውን ከም ትዕዘብዎ ዘለኹም ፀረ ድሮን ኣለና ግን ድማ በብሰፈር እቲ ፀረ ድሮን ሲ በብሰፈር ክኾን ኣለዎ እዩ ዝብል ዘሎ ባይ ዘ ወይ ከዚ እውን ሓደ ሃይለ ክርድኦ ዘለዎ ወይ ድማ ከም ንሃይለ ኣተሓሳስባ ዘለኩም ፀረ ድሮን ትግራይ ስለ ዝተዓጠቐት ትስዕር እያ ማለት ኣይኮነን ፀረ ድሮን ስለ ዝሓዝኻ ሓደ ክልል ትስዕር እያ ማለት ኣይኮነን ትማሊ እውን እዚ ኩሉ ሰራዊት ሒዝና ጠፊእና ኢና ኸዚ እውን እልብዓል ሃይለ ዓገብ ክበሃሉ ኣለዎም። እቲ እንኮ መፍትሒ ኸዚ እውን ብዙሕ ሕቶታት ክህሊ ይኽእል እዩ፣ ብፖለቲካዊ ኮፍ ኢልካ ብምዝርራብ ጥራሕ እዩ ዝፍታሕ። ኸዚ እውን ኣብዚ ኩናት ኣእቲና መጨረሽኡ ብምንግጋር እያ ትውዳእ። ስለዚ ንምንታይ ዘይረብሕ መስዋእቲ ንኸፍል? ባይ ዘ ወይ እዞም ኣብ ትግራይ ዘለዉ ኣክቲቪስት ኢና፣ ፖለቲከኛታት ኢና፣ ንህዝብና ንሓልየሉ ኢና ዝብሉ ልኾነ ልኾነ ቡለን ሞሊቑዎም ይመስለኒ። እስቲ እዚ ጎዲፋይ ዝበሃል ሰብ ኸኣ እንታይ ከም ዝብል ንስማዕ። ኸዚ እውን ዝደግሞ ሰራዊት ትግራይ ዘመኑ ኣሎ ዝበሃል ተዓጢቑ እዩ እናብላ ሸፍቲ ሓንቲ ድሮ ስለ ዝደብረት ኣብቲ ግዛዕ ስለ ዝኾነ ወይ ደኣ ግዛዕ ምዛዕ እሞ ግዛዕ ናዋልቐኒ እዮም ንሶም መዓልቲ ክትርእይዎ ኢኹም ሰራዊት ትግራይ ቦቶ ኣሎ ብቑዕ መሪሕነት እውን ኣሎ ፖለቲካ ትግራይ መዓት መሪሕነት ኣሎ ጸገም ዘሎ ነዚ ዓቕሚ እዚ ነቲ ብሄራዊ ሓይሊ ንደገ እናገደፍካ እናበተንካ ውሑዳት ግን ቁልፍቦታት ተቆጻጸሩ እዮም ህዝቢ ትግራይ ምስ ዓቕሙን ሞራሉን እሺ ብትክልቲ ከም ትዕዘብዎ ዘለኹም እዩ እለ በዓል ጎዲፋይ እውን እናፈከሩ እዮም ሰራዊትና ኣብ ፅቡቕ ኩነታት እዩ ዘሎ ዘመኑ ዝጠልቦ ቴክኖሎጂ እውን ተዓጢቑ እዩ ዘሎ እዮም ዝብሉ ዘለዉ ከዚ እውን እቲ ሰራዊት ትግራይ ልከወድእዎ እዮም ምሕኹ ዝብሉ ዘለዉ ከዚ እውን ይኣክል ዓገብ ክበሃሉ ኣለዎም እዞም ሰባት እዚኦም እሺ ብትክልቲ እስቲ ናብቲ ዝቕፅል ህልውን ኣዘራራብ ዘሎ ዛዕባ ድማ ክወስደኩም ምስ ድማ ብሎሚ ዕለት ኣብ ፓርላማ ዝተዛረቦ ቀዳማይ ሚኒስተር ኣብይ ኣሕመድ ብጣዕሚ ኣዘራራቢ ኮይኑ ኣሎ። ብዙሕ ነገራት ኣልዕሉ እዩ ብፍላይ ምስ ዝህልው ኩነታት ብዛዕባ ትግራይ፣ ብዛዕባ ኤርትራ፣ ብዛዕባ ህወሓት፣ ብዛዕባ ምዕራብ ትግራይ እውን ኣልዒሉ ነይሩ። እስቲ ሕፅር ዝበለት ቪድዮ ኣላ እዛ ቪድዮ እዚኣ ንከታተል። ኣብይ ኣሕመድ ንህልው ኩነታት ዝምልከት ሰፊሕ መግለፂ ሂቡ። ኣብይ ሎሚ ኣብ ባይቶ ወከልቲ ህዝቢ ቀሪቡ ካብቶም ኣባላት ባይቶ ንዝቐረበሉ ሕቶታት ሰፊሕ መብርህ ዝሃበ ኮይኑ ካብቶም ኣባላት ዝበዝሑ ብዛዕባ ትግራይን ልምዓትን ሕቶታት ኣቕሪቦም። ኣብይ ካብቶም ዝቐረበሉ ሕቶታት ብዛዕባ ንህዝቢ ትግራይ ጅሆ ሒዙ ዘሎ ንዝበልዎ ህወሓት እንታይ ይሕሰብ ኣሎ ዝብልን ኤርትራ ንድሌት ኣፍደገ ባሕሪ ሕቶ ትዕንቅፍ ኣላ፣ ዕጡቓት ትዓጥቕ ኣላ እንታይ ይሕሰብ ኣሎ ዝብሉን ካሊእን ኮይኑ ኣብይ ኣብ መጀመርታ ብዛዕባ ልምዓት ሃገሩ ሃገሩ ልዑል ልምዓት ተምዝግብ ከምዘላ ገሊፁ። ኣብ ግድብ ህዳሴ ዝኾነ ሳንቲም ብልቓሕ ይኹን ብደገፍ ካብ ዝኾነ ኣካል ይኹን ሃገር ከይረኸብና ኢና ሃኒፅናዮ ብምባል ነቲ ትራምፕ ብገንዘብ ኣሜሪካ ተሃኒፁ ክብል ዝቐነዮ መልሲ ዝሃበ ኮይኑ ካብቶም ኣባላት ባይቶ ፍሉይ ጣቕዒት ክወሃቦ ተሰሚዑ። ኣብይ ኣብዚ ናይ ሎሚ መግለፂኡ ኢትዮጵያ ነዳዲ ከይሃለዋ እንከሎ ካብ መንጎ ቀዳማይ ምዕባለ ዘምዝግባ ዘለዋ ሃገራት ዓለም ሓንቲ እያ ዝበለ ኮይኑ እቲ ቀዳም ሰርኢ ጉዳያት ኢኮኖሚ ጠሚቱ ካብ ኣባላት እቲ ባይቶ ንዝቐረበሉ ሕቶታት ኣብ ዝሃቦ መልስን መብርህን፣ ኢትዮጵያ ነዳዲ ከይሃለዋ እንከሎ ካብ መንጎ ቀዳማይ ምዕባለ ዘምዝግባ ዘለዋ ሃገራት እታ ሓንቲ ኮይና ኣላ ኢሉ። ኣብ ኣፈፃፅማ ምዕባለ ዝሓለፈ ሽዱሽተ ኣዋርሕ እዚ ባጀት ዓመት ብምግምጋም ኢትዮጵያ ኣብዚ ዓመት መወዳእታ ናይ ዓሰርተ ነጥቢ ክልተ ሚኢታዊት ዕቤት ክተምዝግብ መመሓየሺ ውጥን ከምዝተገበረ ገሊፁ። እዚ ትንበያ ምስ ዓለም ለኸ ትካል ገንዘብ ኣይኤምኤፍ ትንበያ ዝቀራረብ ከምዝኾነ ኣብይ ኣሕመድ ተዛሪቡ። ኣብይ ኣሕመድ ኣብ መግለፂኡ ኣብ ኢትዮጵያ ኣብ ዓለም መበል ካልኣይ ዝኾነ ዩኒቨርሲቲ ኣኣይ ንምህናፅ ይስራሕ ከምዘሎ ዝገለፀ ኮይኑ እቲ ዩኒቨርሲቲ ኣብ ዝቕፅል ሓደ ዓመት ስራሕ ከምዝጅምር ድማ ተዛሪቡ። ኣቦታትና መንገዲ ኣየር ኢትዮጵያ ሓኒፆም ብብርኪ ዓለም ተፀዋዒ ብዝገበርዎ ተመሳሳሊ ዩኒቨርሲቲ ኣርተፊሻል ኢንተለጀንስ ንፅባሕ ዝሓሸ ዘበን ሒዙ ክመፅእ ኢዩ ኢሉ። ኣብይ ብዛዕባ ሰላም ጸጥታን ክዛረብ እንከሎ ኣብ ኢትዮጵያ ሕጂ ንርእዮ ዘለና ናይ ሰላም ሽግር ቀንዲ መበገሲኡ ሰለስተ ነገር'ዩ ዝበለ ኮይኑ እቲ ሓደ ብሓይሊ ምፍታሕ ልምዲ ስለ ዘለና'ዩ ብምባል እቲ ካልኣይ ከኣ ካብ ዓድዋ ጀሚሩ ዝቐጸለ ናይ ባንዳታት ሽግር'ዩ ዝበለ ኮይኑ እቲ ሳልሳይ ከኣ ዘይተቋረጸ ናይ ጸላእትና ሽርሒ'ዩ ብምባል፣ ኢትዮጵያ ክትምዕብል እንከላ ሽግር'ዩ ዝብሉ ጸላእትና ዘይተቋረጸ ስርሖም'ዩ ኢሉ። እሽፍቶልቲ ከም ዝሰማዕኩምዎ እዩ ቀዳማይ ሚኒስተር ብሎም ዕለት ዝተዛረቦ ኣብ ፓርላማ ብጣዕሚ ኣዘራራቢ ኮይኑ ኣሎ ምስ ኤርትራ ዘባእሰና ምኽንያት ኻሊእ እዩ ኢሉ ኣሎ እንታይ እዩ እቲ ምኽንያት እስቲ ካብ ቀዳማይ ሚኒስተር ኣፍ ንስማዕ። የኤርትራን ጉዳይ ላንሳ።

ኣቶ ደመቀ ልክ ያለው ኣቶ ደመቀ አሁን እኛ ጋር የሉም በህይወት ስላሉ ለእምነታቸው ለሌላቸው ሊጠየቁ ይችላሉ። ለምን ጉዳይ እንደሄዱ ያውቃሉ። ከነሱም ውጭ አሁን ሲስተም ውስጥ ያሉ ሁለት ሶስት ሰዎች ልክ ያሉ ሽፍትክልቲ ቀዳማይ ሚኒስተር ኣብዪ ኣሕመድ ከም ዝሰማዕኹምዎ እዩ ምስ ኤርትራ ዘባእሰና ብዛዕባ ቀይሕ ባሕሪ ስለ ዘልዐልና ወደብ ዓሰብ ስለ ዘልዐልና ዘይኮነሲ እዚ ባእሲ ዝተጀመረሉ እዋን ኣብቲ ናይ ኲናት ጦርነት እዩ። ከምኡውን ብሽረ ምስ ኣተና ሰራዊት ኤርትራ ህንጻ ከፍርስ ምስ ጀመረ፣ ንሕና ኣክሱም ምስ ሓለፍናያ ብድሕሬና መጽዩ መንእሰይ ኣክሱም ምስ ጨፍጨፈ፣ ንፋብሪካ ዓድዋ ኣልመዳ ከፍርስ ከሎ፣ ንፋብሪካ መድሓኒት ዓዲግራት ንዝውሰድ ወሲዱ ከፍርሶ ከሎ፣ እቲ ኩነታት ካብ ዝለዓለ ጠርዙ ዝበጽሐ። እዚ ኩሉ ከም ዝፈጸመ ድማ ንፈልጥ ኢና። ግን ኣብዚ ግዜ እዚ ህዝቢ ኢትዮጵያ ኣብዝን ኣብትን ይዋጋእ ስለ ዝነበረ ኣይተዛረብናን ኢሉ ኣሎ። ብሎሚ ዕለት ኣብ ፓርላማ ዝተዛረቦ እዩ። እስቲ እዛ ቪድዮ እዚኣ እውን ንከታተል። ኣብይ ብዛዕባ ኢትዮጵያን ኤርትራን ዘልዐለ ኮይኑ ገለ ሰባት ኣብ መንጎ ኢትዮጵያን ኤርትራን ዘጋጠመ ሽግር መበገሲኡ መንግስቲ ኢትዮጵያ ናይ ቀይሕ ባህሪ ሕቶ ምስ ኣልዐለዩ ኢሎም ዝሓስቡን ዝዛረቡን ኣለው ግን ከኣ ጌጋዩ ኣይኮነን ኤርትራ ካብ ትፍጠር ጀሚራ ኣብ መንጎ መንግስታት ኢትዮጵያን ኤርትራን ሽግራት ነይሩዩ ንሕና ምስ መጸና ግን ኣየድልይን ይትረፈና ኢልና ንሓሙሽተ ዓመት ለሚንናዮም ኢና መበገሲ ምኽንያቱ ቀይሕ ባህር ኣይኮነን ኢሉ። ኣብይ ቀጺሉ እውን ኣብ እዋን ውግእ ትግራይ ኣብ መጀመርታ ዙር ሽረ ምስ ኣተና ሰራዊት ኤርትራ ኣብ ሽረ ኣትዩ ንኣባይቲ ሽረ ምፍራስ ምስ ጀመረ ባእሲ ተጀሚሩ ኣብ ኣክሱም፣ ዓድዋን ዓዲግራትን ኣትዩ ከሰርቕን ሰባት ክቐትል ምስ ጀመረ ሽዑ እዩ እቲ ቀንዲ መበገሲ ባእሲ ተጀሚሩ ንሕና ግን ክልተ ውግእ ክንገብር ስለ ዘይንኽእል ዋላ ሓንቲ ክንገብር ኣይከኣልናን ኢሉ። ኣብቲ ሽዑ እዋን ሰራዊት ኤርትራ ክቐትልን ክሰርቕን እንከሎ ሰባት ናብ ኤርትራ ሰዲደ'የ፣ ንኣቶ ገዱን ደመቀን ካልኦትን ናብ ኤርትራ ሰዲደ፣ ባእስና ምስ ህወሓት'ዩ እምበር ምስ ህዝቢ ትግራይ ኣይኮነን ኢለ ናብ ኣስመራ መልእኽቲ ሰዲደ'የ፣ ናብ መቐለ ቅድሚ ምእታውና ንሰለስተ መዓልቲ ናይ ምሕሳብ ኣዋጅ ዝኣወጅኩ ሻዕብያ ናብ መቐለ ኣትዩ ከየዕንዋ ሓሲበ ኣብ ውቕሮ ሓይሊ ኣቐሚጠ ሻዕብያ ናብ መቐለ እንተኣቲኹም ክንዋገኣኩም ኢና ኢላ ኣጠንቂቐ መቐለ ዝተኸላኸልኩላ ኢሉ ባእስና ካብኡ ጀሚሩ ኣብ ፕሪቶርያ ከኣ መሊኡ ንትግራይ ከየጥፈእኹ ብምባል እዩ ገዲዱ ኢሉ። እሺ ብትኽልቲ ከም ትሰምዕዎ ዘለኹም እዩ ብልቅፅል ዝተዛረቦ እውን ብዛዕባ መረፃ እዩ ኣብ ትግራይ መረፃ ከም ዝግበር ከምኡ እውን ብዛዕባ ምዕራብ ትግራይ እውን እቲ ኣዘራራብ ዘሎ እውን ተዓዚብና ኣለና ከምኡ እውን ቀዳማይ ሚኒስትር ኣብይ ኣሕመድ ዝበሎ ምዕራብ ትግራይ of course ተመዛበልቲ ናብ መረበቶም ክምለሱ ኣለዎም ብጣዕሚ ኣከራኻሪ ዝኾነ ናይ መንነት ፀገም ኣሎ እዚ ናይ መንነት ፀገም እውን ፌዴራል ክፈትሖ ይኽእል እዩ እቲ ተመዛበል ናብ መረበቱ ምስ ተመለሰ ባዕሉ ብሪፈረንደም ክመርጽ ይኽእል እዩ ኢሉ ተዛሪቡ ኣሎ። ነገራት ብሰላም ክፍትሑ ድማ ንጽዕር ኣለና ንሙኩር ኣለና ኢሉ ኣሎ። እሺ ብትክልቲ ናይ ሎማዓንቲ መደብና እዚ ዝመስል ነይሩ ኣብ ዝቅፅል ቪድዮ እሽ ካዓ ንጋኒ ይሞቸኹም በብለኹሞ ሰላም ይኹንለይ ስያ።